ኣብ ወረዳ ክልተ ውላዕሎም ካብ ከተማ ውቕሮ ናብ ኣንፈት ምዕራብ ብመኪና ፍርቂ ሰዓት ዝኸውን ምስ ተጓዓዝኻ ዝግነ ጥንታውን ፍሉይ ግርማ ሞገስ ዝለበሰን ቤተ ክርስቲያን ኣብርሃ ወኣጽብሃ ዝርከበሉ ከባቢ እዩ። ካብቶም ኣብ ትግራይ ዝርከቡ ልዕሊ ሓደ ሚእትን ዕስራን ሓሙሽተን ውቑራት ኣብያተ ክርስቲያን ሓደ ብዕድሚኡ ጥንታዊ ብስነ ህንጽኡ ዝተፈለየ ውቁብ ቤተ ክርስቲያን ብፍሉይ ኣቀማምጣ መልክዓ ምድሪ ተዓጅቡ

ዕስራን ትሽዓተን ታሕሳስ ተወሊዶም። ኣብ ዕስራን ሸሞንተን ዓመቶም ድማ ካብ ፈላማይ ኢትዮጵያዊ ጳጳስ ኣባ ሰላማ ፍሬምናጦስ ተጠሚቖም እምነት ክርስትና ተቐቢሎም ብቑዕ ትምህርቲ እውን ሰኒቖም። እቲ ቤተ ክርስቲያን ቅርጺ መስቀል ሒዙ ዝተሃነጸ እንትኸውን ብወገን ምብራቕ ምስቲ ከውሒ ተጸጊዑ፣ ብወገን ደቡብን ሰሜንን ብደገ እውን ተጸሪቡ ይረኣ። እዚ ብወገን ምዕራብ ዝረኣ ጻዕዳ በረቕ ተለኽዩ ዘሎ፣ ጣልያን ንመልክዕ ኢሉ ዝተወሰነ ነዲቑ ዝወሰኸሉ ተዘይኮይኑ፣ እቲ ህንጻ ካብ ሓደ ውጹእ ከውሒ ተፈልፊሉ ዝተሰርሐ እዩ። ማናቱ ነገስታት ቅዱሳን ጻድቃን ኣብርሃ ወኣጽብሃም ኣብ ዓለም ተራእዩ ብዘይፈልጥ መልክዖም ዓብዪ ታሪኽ ዝሓዙ እዮም። ንሱ እውን ክልቲኦም ማናቱ ነገስታት ኣብ ሓደ ዘመን ኣብ ሓደ መንበረ ስልጣን ንግስነት ሒዞም ምምርሖም እዩም። ነገስታት ኣብርሃ ወኣጽብሃ ክልተ ከም ሓደ ኮይኖም ኣብ ዝነገስሉ ዘመን ሃይማኖት ክርስትና ክስፋሕፋሕ ገይሮም። ብሓፈሻም ስሳ ኣብያተ ክርስትያን እንተሃንጹም እቶም ኣርብዓን ኣርባዕተን ብፍሉይ ጥበብ ዝተሃነጹም ካብ ከውሒ ተፈልፊሎም ዝተሰርሑም ዓለም ዘዛረቡ ተኣምራት እዮም። ውሻጠ ስነ-ህንጻ ኣብርሃ ዋጽብሃ እንትንዕዘብ፣ ንነዊሕ ሰዓት ኣንቃዕሪርካ ክትጸንሕ ወይ ድማ ሓደ ብኣፊቱ ሮማዕ ኢልካ ደጋጊምካ ክትሪኦም ዝዕድሙ እዮም። ጠቕላላ ስፍሓቱ ዓሰርተ ሽዱሽተ ሜትሮ ብዓሰርተ ሰለስተ ሜትሮ እዩ። ቁመቱ ድማ ሸውዓተ ሜትሮ። ናሕሲ እቲ ቤተ ክርስቲያን ብመልክዕ ሓረግ ዘግየጸ እዩ። እዚ ንምቕራጽ ኣሽንኳይዶ ካብቲ ከውሒ ባዕሉ ንውሽጢ እናፈልፈልካ ክትሰርሖስ ኣብ ወረቐት እኳ ክንደይ ግዜ ክወስድ ከም ዝኽእል እንትትሓስብ ጥበብ እቶም ነገስታትን ስልጣነ ትግራይን ኣበየናይ ብራኸ በጺሑ ከም ዝነበረ ምስክር እዮም። ነቲ ናሕሲ ደጊፎም ዝሓዙ ባዕሎም ክኢሎም ጠጠው ዝበሉ ዓሰርተ ሰለስተ ኣዕኑድ ሓዊስካ ኣርብዓን ክልተን ዓንድታት ኣለዎም። እቲ ዝገርም እቶም ኣዕኑድ ዝተፈላለየ ጥበብ ንድፍን ኣጸራርባን ዝዓረፎም ምዃኑ እዮም። ጸለሎ ተኸዲኖም ገሊኡውን ተፈራኺሱን ተፈናጺሑን መልክዑ ጠፊኡ ዝረኣ ናሕሲ ኣብ ግዜ ዮዲት ጉዲት ዝተቓፀለ እዩ። ካብ ፍሉይ መዓድናት ዝተገጠሙ ኣርባዓን ሸሞንተን መብራህትታት ሽዑ ከም ዝተቓፀሉ ዓበይቲ ዓዲ ይዛረቡ። ውሽጣዊ ክፋል ቤተ ክርስቲያን ኣብርሃ ወኣፅብሃ ኣርባዕተ ክፍልታት ዝሓዘ እዩ። እዚ ቤተ መቅደስ ቅዱስ ሚካኤል ማለት እዩ ናይ ማርያም እንደገና ማእኸል እዚ ናይ እመቤታችን ኣብርሃ ኣጽብሃለ ኣብዚ ኣለዎ ማለት እዩ። እመቤታችን ሳልሳይ ቅዱስ ገብርኤል ቤተ መቅደስ ኣብርሃ ኣጽብሃ ሰማዕትነት ተቐቢሎም ኣብዚ ቤተ መቅደስ እዚ ኣብ ዓራት ሃሪሶም እዮም እኒኦ።
እዚ ቤተ ክርስቲያን ብቕርጽታቱ ጥራሕ ዘይኮነስ ብስእልታቱ እውን ታሪኽ ዘለዎ እዩ። ኣብ መበል ዓሰርተ ሸውዓተ ክፍለ ዘበን ኣብ ጀዲድ ከም ዝተሰኣሉ ዝንገረሎም ታሪክ ነገስታትን ገድልታት መላእኽቲ፣ ሃዋርያት፣ ጻድቃናትን ሰማእታትን ዝገልጹ ዕድመ ጸገብ ድሙቓት ስእልታት ሎሚ እውን ድምቀቶም ሓልዮም ይዛረቡ። ቤተ ክርስቲያን ኣብርሃ ወኣጽብሃ ንጥንታዊ ስልጣነ ትግራይ ዝምስክሩ ንዋየ ቅዱሳት ዝወነነ ኮይኑ፣ ብጻዕሪ ግዱሳት ወገናትን ኣመሓደርቲ እቲ ደብርን ቤተ መዘክር ተሰሪሕሎም ተሰኒዶም ኣሎም። ናይ ክልቲኦም ማኅተም ንዓሰርተ ዓመት ልኣክል ቅዱስ ኣብርሃ ብኣክሱም ቅዱስ ኣብጽሃ ብኤረር መንግስትነት ነይርዎም ካብኡ ሰማዕትነት ተቐቢሎም ክላውዝያ ስዘተ ጠቕለሉ ክልቲኦም ናይ ክልቲኦም ኣይተም ኣብዚ እኒኦ ውሽጢ ግን ብጭቃ ወረቐት ትግበር ተሎ ነጉሱ በፅድቅ ወለው ስድራ ፅድቅ ኣብርሃ ዋፅባ ነገስተ ፅዮን ዘኣጉሱም እዩ ዝፅሕፉ ካብ ሓድግታት ኣብርሃ ወኣፅብሃ ልዕሊ ክልተ ሰለስተ ዕፅፊ ናይዞም ዝረኣዩ ሰኣን ርፉፍን ስሩዕ መቐመጥን ኣብ ሓደ ገዛ ተዓፅዮም ከም ዘለዉ ይሕበር። ኣመሓዳሪ እዚ ገዳም ንብረ እድ ሓጎስ ቅድሚ 120 ዓመታት ዝተረስዐ ቀሚስ ማዕርግ ንብረ ኢድ ናብቲ ገዳም ክምለስ ዝገበሩ በዓል ታሪኽ እዮም። ኣብ ሚእትን ዕስራን ሸሞንተን ዓመቱ ታሪኩ ተመሊስሉ ኣዚ ሳልሳይ ዓመተይ ገርየ እነሆ ክነብር ወዲ ሓዱሽ ክበሃል። ዓመታዊ ክብረ በዓል ቤተ ክርስቲያን ኣብርሃ ወኣጽብሃ ኣርባዕተ ጥቅምቲ ብዝለዓለ ድምቀት ይኽበር። ነዚ በዓል ብዙሕ ታሪኽ ካብ ሓደ ከውሒ ተፈልፊሉ ዝተሃነጸ ቤተ ክርስቲያን ኣብርሃ ወኣጽብሃ ምርኣይ ብሓቂ ፍሉይ ጸጋም ፍሉይ ትዕድልቲ እዩ። በረከቶምን ረድኤቶምን ኣይፈለየና።